ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ ኩላኹም ተኸታተልትና ሼር ላይክ ብምግባር እውን ክተተባብዑና ብኸብራ ንዓደምና ኣርእስተ ዜና እንሆም ኣብ ምዕራብ ትግራይ ከቢድ ውግእ ይቕጽል ከም ዘሎ ተሓቢሩ። ዛጊድ እውን ኣብ ኢድ ወራር ዝነበረት ወረዳ ነጻ ከም ዝወጸት ተሓቢሩ ኣሎ። ዝርዝር ክስዕብ እዩ። መንግስቲ ትግራይ ህጹጽ ናይ ሓደጋ ግዜ ኣዋጅ ኣዊጁ። ዋና ዋና ነጥብታቱ እቲ ኣዋጅ ክስዕብ እዩ። መራሕቲ ትግራይን መራሕቲ ፋኖን ንህፁፅ ኣኼባ ኣስመራ ከም ዝኣተዉ ተሓቢሮም። ዘርዘር ናብ ኣስመራ ዘምርሖ መራሕትን ትፅቢት ዝግበረሉ ውሳነን ዝምልከት ሓበሬታ በፂሑና ኣሎ፣ ናባኹም ክነብሎ ኢና። ሓይልታት ፋኖ ወልድያ ከም ዝተቖፃፀሩ ተሓቢሮም። ዝርዝር ክስዕብ እዩ። ስርዓት ብልፅግና ለም እውን ደብዳብ ድሮን ይፍፅም ምህላዎ ዝግበር ዘሎ ወፍረ ብዝምልከት ትኽክለኛ ሓበሬታ ሒዝና ኣለና ክቐርብ እዩ። ክቡራተን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብክብረ ንዕድመኩም ኣብ ምዕራብ ትግራይ መብረቓዊ ስርሒት ሰራዊት ትግራይ ይቕፅል ከም ዘሎ ተሓቢሮም እቲ ኣብ ምዕራብ ትግራይ ዝተጀመረ መብረቓዊ ስርሒት ሰራዊት ትግራይ ውልቀ መላኸ ኣብዪ ኣሕመድ ኣብ ልዕሊ ከተማ መቐለን ካልኦት ከባብታት ትግራይን ዝወስዶ ዘሎ መጥቃዕቲ ሕነ ንምፍዳይ ከም ዝኾነ ተገሊጹ ኣሎ። ካብ ምዕራብ ትግራይ ዝተፈላለያ ግዝኣታት ዝተረኸበ ሓበሬታ ከም ዝገለጾ ዓምባኹ ሰራዊት ብልጽግናን መሻርኽቱን ኣብተን ዝሰርሕወን ድፋዓት ዘለኣለማዊ ድቀስ ይድቀሱ ከም ዘለዉ እዮ ዝግለጽ ዘሎ። ሰራዊት ትግራይ ብኣንፈት ደደቢት ዝርከብ ድልድል ተከዘ ተሻጊሩ ንወረርቲ የርግፎም ከም ዘሎ ኣብ ናይ ትማሊ ዜናና ከም ዝጸብጸብና ይፍለጥ። እቲ ሎሚ ብኣርሚ ዓሰርተ ሸውዓተን ኣርብዓን ክልተን ዝካየድ ዘሎ መብርኦ መጥቃዕቲ እውን ስርዓት ብልፅግና ኣብ ከተማ መቐለ ኣብ ልዕሊ ህፃውንትን ኣዴታትን ንዘብፅሖ ግፍዓዊ መጥቃዕቲ ግብረ መልሲ ንምሃብ ከም ዝኾነ ካብቲ ግንባር ካብ ወተሃደራዊ ፍልፍላትና ዝተረኸበ ሓበሬታ ገሊፆም። ዓምቦኽ ሰራዊት ብልፅግና ሰራዊት ትግራይ ተከዘ ከይሻገር ብክልቲኦ ድልድላት ፅኑዕ ሓለዋ እናገበረ እንተፀንሐ እኳ ሰራዊት ትግራይ ወረርቲ ብዘይረድኦዎ ሳይንሳዊ መንገዲ ተጠቒሙ ዝተወሰነ ሓይሊ ሰቡ ምስ ኣሻገረ እቲ ኣብኦ ዝሕሉ ዝነበረ ወራር ብዘይ ድምፂ ብሰላሕታዊ መንገዲ ክሰናበት ብምግባር ድፋዓት ምስ ተቖፃፀረ እቲ ድልድል ተጠቒመን ክልቲኤን ኣርምታት ብምሽጋር ኣብ ልዕሊ እቲ ሓበሬታ ዘይነበሮን ደጀን ኣለኒ ኢሉ ደቂሱ ዝነበረን ወራር ሓይሊ ሃንደበታዊ መጥቃዕቲ ብምኽፋት ክረግፍ ከም ዝገበረኦ ተገሊጹ። እቲ ውግእ ሎሚ እውን ኣብ ወልቃይት ይቕጽል ከም ዘሎ ዝገለጹ ፍልፍላትና፣ ዛጊድ እውን ሓንቲ ወረዳ ነጻ ከም ዝወጸትን ሰራዊት ትግራይ መብረቓዊ መጥቃዕቲ ይቕጽል ከም ዘሎን ተፈሊጡ ኣሎ። እቲ ኣብ ልዕሊ ዓምቦኽ ሰራዊት ብልጽግና ተኸፊቱ ዘሎ መጥቃዕቲ ብኣንፈት ሸራሮ ብዝነበረ ኣርምታት ሰራዊት ትግራይ ምዃኑ ዝገለጹ ፍልፍላትና፣ ኣርሚ ሰብዓን ኣርሚ ዓሰርተ ሰለስተን እውን ብኣንፈት ሱዳን መጥቃዕቲ ከም ዝጀመራ ሓቢሮም። ካብ ፍልፍላት ዝተረኸበ ሓበሬታ ከም ዝገለጾ፣ እቲ ብኣንፈት ሱዳን ተኸፊቱ ዘሎ መጥቃዕቲ ብሓይልታት ፋኖን ሰራዊት ሱዳንን እውን ይሕገዝ ከም ዘሎ እዮ ዝግለጽ ዘሎ። ሓይልታት ጥምረት ስርዓት ብልጽግና ንምእላይ ምድላዋት ከም ዝወድኦ ክግለጽ ዝጸንሐ እንትኸውን ብኣንፈት ሕሞራን ብኣንፈት ቤሻንጉልን እቲ ጥምረት ከም ዝተጀመረን ጥሙር ሓይሊ ሓቢሩ የጥቅዕ ከም ዘሎን ካብተን ግንባራት ዝተረኸበ ሓበሬታ የረድእ። ሓይልታት ጥምረት ብኣንፈት ቤንሻንጉል ጎሙዝ እውን ኣብ ልዕሊ ሰራዊት ብልፅግናን መሻርኽቱን መጥቃዕቲ ምጅማሮም ዓኸናት ዜና እናፀብፀባ ይርከባ። ስለዚ ድማ ውልቀ መላኺ ኣብይ ኣሕመድ ኣብ ልዕሊ ህዝቢ ትግራይ ዝጀመሮ ናይ ፅንተት ፕሮጀክት ንምዝዛም ኣብ ልዕሊ ህፃውንትን ኣዴታትን ትግራይ ናይ ድሮን ደብዳብ ይካይድ እኳ እንተሃለወ ፈዳይ ሕነ ዝኾነ ሰራዊት ትግራይን ሓይልታት ጽምዶን ብዝወስድዎ ዘለዉ ዝተናበበ መጥቃዕቲ ሰራዊቱ ይረግፍን ይብተንን ከም ዘሎ ካብ ዝተፈላለዩ ግንባራት ዝተረኸበ ትኩስ ሓበሬታ ይገልጽ። እዚ ከምዚ ኢለ እናሃለወ መንግስቲ ትግራይ ህጹጽ ናይ ሓገዝ ግዘ መልእኽቲ ከም ዘመሓላለፈ ተሓቢሮም። መንግስቲ ትግራይ ብኣማኑኤል ኣሰፋ ገይሩ ኣብ ዘመሓላለፎ ህፁፅ ናይ ሓደጋ ግዜ መልእኽቲ ንኹሉ ኣብ ሃገር ውሽጢ ዝርከብ ህዝቢ ትግራይን ዲያስፖራ ትግራይን ዝተመሓላለፈ መልእኽቲ እንትኸውን ህዝቢ ትግራይ ክልተ መማረፂ ጥራሕ ከም ዘለዎ ገሊፁ ኣሎ። እቲ ሓደ መማረፂ ተቓሊስካ ህልውናኻ ምርግጋፅ እንትኸውን እቲ ካልኣይ መማረፂ ድማ ሱቕ ኢልካ እናረኣኻ ምጥፋእ ከም ዝኾነ ኣማኑኤል ኣሰፋ ገሊፁ ኣሎ። ስለዚ ድማ ህዝቢ ትግራይ ካብ ዝፀነት ኩሉ ኣንፃር ስርዓት ብልፅግና ክለዓል ናይ ህፁፅ ናይ ሓደጋ ግዜ ፀዊዓ ኣላ። ኣማኑኤል ኣሰፋ ወሲኾ ትግራይ ብዘመን ብልፅግና ቅድሚ ሓምሳ ዓመታት ናብ ዝነበረቶ ኩነታት ከም ዝተመለሰት ገሊጹ ኣሎ። እዚ ከምዚ ኢለ እናሃለወ ብዶክተር ደብረፅዮን ዝተመርሐ ላዕለዋይ ኣመራርሓ ትግራይን ብዘመን የካሲ ዝምራሕ ላዕለዋይ ኣመራርሓ ፋኖን ውሳነ ጉዳይ ኣስመራ ከም ዝኣተው ተሓቢሮም። እቲ ጉዕዞ ድሕሪ መጥቃዕቲ ድሮን ምዃኑ ዝገለጹ ፍልፍላትና፣ ሰራዊት ትግራይን ሓይልታት ፋኖን ናብ ሙሉእ መጥቃዕቲ ኣብ ዝኣትውሉ ጉዳይ ምክክር ንምክያድ ከም ዝኾነ ካብ ምሽጥራዊ ፍልፍላትና ዝተረኸበ ሓበሬታ የረድእ። ፋኖ ኣብ ሰሜን ሸዋ፣ ወሎ፣ ጎጃም ሓዊሱ ኣብ ክልል ኦሮሚያ ወለጋ እውን መጥቃዕቲ እናፈጸመ እንትኸውን ምስ ሰራዊት ትግራይ ኮይኑ ስርዓት ብልጽግና ንምእላይ ብዘለዎ ልዑል ድሌት ካብ ሓይልታት ጥምረት ብቐዳማይ ደረጃ ከም ዝምደብ ተፈሊጡ ኣሎ። ሓይልታት ፋኖ ወልድያ ከም ዝተቖጻጸሩ ተሓቢሮም። ሓይልታት ፋኖ ኣብ ወሎ ኣብ ዘካይድዎ ዘለዉ መጥቃዕቲ ጎቦታት ዘበሉ ሓዊሱ ካልኦት ወሰንቲ ስፍራታት እናተቖጻጸሩ ከም ዘለዉ እንዳተገለጸ ይርከብ። ሰራዊት ብልጽግና ኣብ ስትራቴጂክ ጎቦታት ዞበል ድፋዓቱ ኩዒቱ ክጽበ እንተጸንሐ እኳ ብዘይሓሰቦ ኣንፈት ብሓይልታት ፋኖ ብዝተኸፈተሉ መጥቃዕቲ እናተደምሰሰ ከም ዝርከብ ካብቲ ግንባር ዝተረኸበ ሓበሬታ ይገልጽ። ብተመሳሳሊ መንገዲ ሓይልታት ፋኖ ኣብ ዙርያ ወልድያ ብዘካሂድዎ ዘለዉ መጥቃዕቲ ኣብ ዙርያ ወልድያ ዝነበረ ዓምቦኽ ሰራዊት ብልፅግና ከም ቆፅሊ ክረግፍ ከም ዝገበርዎ ተገሊፁ ኣለ። ነዚ ስዒቡ ድማ ካብ ዙርያ ወልድያ ሃዲሙ ናብ ከተማ ወልድያ ንዝኣተወ ተረፍ መረፍ ሓይሊ ብልፅግና ብሰላማዊ መንገዲ ኢዱ ንክህብ ከም ዝተነገሮ ተሓቢሩ ኣለ። ሓይልታት ፋኖ ኣብ ውሽጢ ከተማ ኩናት ምክያድ እታ ከተማ ክዕንዋ ስለ ዝኽእል ካብቲ ተረፍ መረፍ ሓይሊ መልሲ ይጽበዩ ከም ዘለዉ እዮ ዝግለጽ ዘላ። ውልቀ መላኺ ኣብይ ኣሕመድ ሎሚ ዕለት 15 12 ወርሒ 2018 ዓ.ም እውን ኣብ ትግራይ ደብዳብ ድሮን የካይድ ከም ዘሎ ዝግበር ዘሎ ወፍሪ ጌጋ ምዃኑ ካብ መንግስቲ ትግራይ መረጋገፂ ተዋሂባ ኣላ። ኣብይ ኣሕመድ ሞትያ ዝናፈቐት እንጭዋስ ኣፍንጫ ደሞ ትሳለም ከም ዝበሃል ትማሊ ኣብ ውሽጢ ከተማ መቐለ ኣብ ልዕሊ መንበሪ ኣብያተ ብዝፈጸሞ ደብዳብ ኣብ ልዕሊ ህፃውንትን ኣዴታትን ጉድኣት ከም ዘብፅሐ ይፍለጥ። ሎሚ ድማ ኣብ ከባቢ ኩሓ ሰሜን እዚ እናተባሃለ ዝፅዋዕ ሰፈር ደብዳብ ይፍፅም ኣሎ ዝብል ሓበሬታ ጌጋ ከም ዝኾነን እቲ ዝስማዕ ዘሎ ድምፂ ናይ መሰቦ ስሚንቶ ፋብሪካ ናይ ደማሚት ድምፂ ከም ዝኾነ ተገሊፁ ኣሎ። እዚ ከምዚ ኢለ እናሃለወ ኣብ ትግራይ ሓድሽ ኣወዳድባ ከራቢት ከም ዝተመስረተን ንመኸተ ድልዋት ከም ዝኾና እንተገሊጾም ህዝቢ ትግራይ ነቲ ኣብ ልዕሊ ፅንተት ኣውጆ ብግብሪ ንዝወፈራ ውልቀ መላኺ ጀኖሳይደር ኣብይ ኣሕመድ ንምምካት ኩሎ መዳያዊ ዓቕምታት መኸተ ከጠናኸር ከም ዝግባእ እውን ተፀዊዓ ኣላ እዚ ዝተገለጸ ኣብ ከተማ እንዳባጉና ኣካል ኩለመደያዊ ምጥንኻር ዓቕምታት መኸተ ዝኾነ ሓድሽ ኣወዳድባ ክራቢት ብዕሊ ተጣይሹ ናብ ተግባር ምስግጋሩን ኣብ ዝተገለጸሉ መድረኽ እዮም። ካብ ሰናይ ቀደሙ ዓላማን ሽትኦን ጆኖሳይዳ ውልቀ መላኺ ኣገዛዝኣ ኣብዪ ኣሕመድ ህዝቢ ትግራይ ነበር ንምግባር ዓሊመ እየ ወፊረ ዘሎ ነዚ ንምቕልባስን ሃለዋትናን ድሕንነትና ንምርግጋፅን ኩለመደያዊ ዓቐምና ከነጠናኸር ይግባእ ኢሎም ኣብቲ መድረኽ ዝተረኸበ ከንቲባ ከተማ እንዳባጉና ኣይተ ልጅ ኣለም ኣብርሃም ምጥያሽ ሓድሽ ኣወዳድባ ክራቤት ኣብ ሕሉፍ ዕጥቃዊ ቃልሲ 17 ዓመት ዝነበሮ ነባር ዓቕሚ ግደ ክራቤት ኣብ ምድጋፍን ምዕዋትን ቃልስና ዕውት ምንባሩ ዘዘኻኸሮ ከንቲባ ከተማ እንዳባጉና ኣይተ ልጃለም ኣብርሃ፣ ኣብ ጥንካረ ህዝባዊ ውዳበታት፣ ኣብ ምጥንኻር ቆቛሕ ኮይንካ ከባብኻ ኣብ ምሕላውን ሕብረተሰብና ግንዛበ ኣብ ምሃብን ምድጋፍን ልዑል ተራ ዝፃወት ኣወዳድባ ምዃኑ ገሊፆም። ዝተውሃበኩም ሓላፍነት ጠንኪርኩም ክትሰርሑ ህዝብና ካብ ናይ ውሽጥን ደገን ተሰግሲጎም ዘለዉ ጸላእትና ብሽፍትነት ብሓሶት ብበለካ ለኽዐካን ኣብ ህዝብና ራዕዲ ንምፍጣር ዝተወደበ ጸረ ህዝቢ ዝኾኑ ባንዳታት ፈሊኻ ኣብ ትሕቲ ቁጽጽር ምውዓል ልዕሊ ኩሉ ድማ ህዝቢ ትግራይ ነበረ ንምግባር ንዝተበገሰ ጆኖሳይዳዊ ውልቀ መላኺ ኣብይ ኣሕመድ ንምምካትን ሃለዋትናን ድሕንነትናን ንምርግጋፅን ኩለመዳያዊ ዓቕምታት መኸተ ክጠናኸሩ ከም ዝግባእ ብምግላፅ ምጥያሽ ውዳበ ክራቤት ኣካለ ዘቃልሰ ብምዃኑ እጃሙ ከበርክት ዘኽእሎ ኩሉ ክምክት ምዃኑ ኣብቲ መድረኽ ገሊፆም። ተሳተፍቲ እቲ መድረኽ ብግደኦም ፀላኢና ጆኖሳይደር ኣብይ ኣሕመድ ህዝቢ ትግራይ ከም ህዝቢ ከጥፍኣኩም እየ ኢሎ ብተግባር ተበጊሱ ኣሎ ንሕና ድማ ናይ ምንባረን ዘይምንባረን ሕቶ ስለዝኾነ ድማ ለይትን ቀትረን ደኺሙኒ ጸሚኡኒ ከይበልና ውዳባዊ ልእኽቶና ተቐቢልና ኣብ ወትሮ ድልውነትን መኸተን ኣለና ክብሉ ሓቢሮም ክብል ርክብን ሓበሬታን ከተማ እንዳባጉና ሓቢሮም። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም